ጋይዝ ጋይዝ ጋይዝ
ኦኬ ያላ ንቐፅል ንቐፅል ንቐፅል ንቀጭል ንቀጭል ሓዛ እታ ግዜ እትኸይድ ሞሶ ኣብቲ ምስ ክንደይ ምስ ኮነ ምስ ምስ ሓምሳ ገለ ምስ ኮነት ትሰድዎ
ፀወታ ንክዳ ባዕለ ክተብልዮም ዘለኸ ናይ ባበለ ፅቡቅ ዘይኮነ ትሕዝተና ምስ ወዳእና ከምኡ ከይገብሩና ጋይዝ ጋይዝ ብጀኹም ያ ሓሳ ፅንሑ እሺ ዳብል ጌርና ክንቅፆ ኢና ዳብል ተበልኩ ክሒዛ እንታይ ደገብር ፖሊስ እንታይ እዩ ላምባ ገና ፖሊስ ደድና ኣለዎ
ግሎብ ኣለኩም
ኣበይ ከዓሲ ክያር የድለካትሎ ስደድ ስደድ ስደድ ክስደድ ኮይኑ ንዓመ በዚ ኣበይ ዋ ኣብ ቅድማም ነገር ኮይደሎ ኣበይ ብጃ ፅቡቅ ኣቤት ታርሚ ምስከ ተግር ኣብቲ ስለ ዝተለጥምሻሎ ኣብኡ ኣለካ ስዒ ናይ ሰብ ምስ ዘሎ ኣብኡ መፀካ የስተ ዘሎ ቅድም ኣባይ ኦኬ እንታይ ዝብል ይመፅእ
ኣብቲ ፊንተር መቀየር ምሻሎ ሰለስተ ነጥቢ ዘለዎ ምሻሎ
ከይስ ከይስ ከይስ ዩቱብ ድማ ሓንቲ ስማን እንታይ ገር ዩቱብ ደዲ ወፂና ኢና
ወፂና ሰብ ሓንደ እንታይ ገር ዝበልኩካ ኣብ በዓልቲ ገለ እንድዕእትየካ ኣሎ ከይትሓዘለይ ግን ገለ ገለ ክገብር ፀኒያ ማን

ውይ ውይ ትግዜ እባ ኮይዲ ኣርባዕ በፂሑ ወይኒ ገና ደሓን ማሽ እያ የዘናኒ ናይ ማን ኣነታ ናታ ደኣ ከይትኸውን ገራ ሲዳ ነራ ኣንተ ናይ ክያ ኣርባዕ ሰድና ማክሰ ሕጅስ ክሕጉሰኒ ኦ ግዜ ክኸይድ ኣሎ ወይነ ፈጣሪ

ስላብ ለይ ከበቂ ዓበይ ዋይ ዋይ ኪያር እብል ከትሉ ማንጎ
ማንጎ ማንጎ እንታይ ንክንገብር ብውሽጢ ኮይና ክንፀርፈካ ቅድሚ ኣምላኽ ደው ኢልና ዋይ ክንፀርፈ ጥራይ ዘይኮና ወለና ብሎቁቱ እያ ነውረ ኣብቶ ዘለካ ቦታ ክንመፅእ ብኩሉ ብሎቁቱ ነ ብውሽጢ ደለካ ደባማት እንኳ ኣብዚ ገበርኩና ምበር ብውሽጢ ዳማሽ ኣነ ስእሉ ጠቄ ኣሕመድ ይክስሑ በቃ ሕጂ እንታይ ትእዘዝ መሲካ እንታይ ገር ቀዳማ ይበልና ናረጋ ራን ብሮ ኢሉ ስለበፅሕና ቀዳማ ይበል እንታይ ትገብር መሲካ ራን ዓድና ያክገብረላ ተረዲ
ዳሃን ስማዕና መንጎ ዲስ መናስ ኢልካ ቀዳመይቲ ይበለና ናረጋ

ሕጂ እንታይ ትገብሩ መስልኩም ተረዲኹኒ ታይገር እንታይ ትእዘዝ መስልካ ካብዚ ሰለስተ ዝበልካ ሓንቲ ነገር ተግብር እሺ ቀዳማይ ገፅካ ኩላ ኮልጌት ትለኽያ ትለኽያ ካልኣይ ካልኣይ በርበር በፅቢፅካ ትሰትይ ሳልሳይ ሻወር ትኣቱ ብሓሙሽተ ሽሕ ሻወር ትኣቱ

ማንጎ ስምዐኒ ሓንቲ ሻወር ትገብር ካልኣይቲ በርበረ በፅቢፅካ ሳልሰይቲ ኮልጌት ኮልጌት ገፅካ ኩላ ገፅካ ተላገፅካ ወላ ክሻብ ውረድ ብላን ኣሎ ዕስራ ክገብረ ዕስራ ተማዊት ናይ በቃ ሓራይ ሚእቲ ክሻብ ውረድ ሚእቲ

ታይገር ሲ ናይ ቅጻትለይ ጋር ክለ ሰው ጥራይ በል ኣቢ
ፈጣሪ ወይ ፈጣሪ ቦይ ኣቢ ያው ረብሪብካ በቃ በዚ መፅኻ ሰሓብኒ ትርጉም የብሉ

ፅቡቅ ገይረ ስቅ ጥራይ በል እሳቅ እኳ ይድለ ሕጂ ሚትን ገለ ሚትን ገለ በለ ሰባት ልክም ኣቢልና ባኪዶ
ዋይ ዘይገደፈርኩ መተዓፃፅዋ ዳ ፍሊት እንድያ ፍዲት እንድያ ሄሎ መኩ
መኩ
ኪያሮ ደውላት ሉ ወይኔ ኣብ ወሰደ ድቃስ ገደዳ የለ እንደ ኣታ ዴት ምስ ድቃስ ኣብይናማ ተካል ከንፈራ ከይነስኻ ፀውየ ዝገዛ
ብሰንከይ ድኾን ደሉ እዚ ጉዳይ
እንታይ ፈሊጠልካ እኒኻ ኣብ ሰንከ ይመስለኒ በኣታ ነኩ ስዒራ ነርኣየ ሰንቢዳቶም እምበር ካብ መጀመርታ ደይትመል
ኣታ እቲ ማክስ ይገደድ ባህል እንዲ ፋሕ ቢልዋ እታ ጉዳይ ካበይ መፂ ሓወይ ንሱ ዋ ኣነ ይተረዳእንን እዚ ናይ ጥዕና ይኮነ ወድሻ እንታይ እቲ ባምቡላ ትኸይሰ ተንዖ ትኸይሰ ዘላ መሲሉ መስለኒ
ከመካካ ያ ፈሎ ባውልና ጋይስ ኣቢ ከዓ ፈሎ ክንብለካ መለሰ እሺ ፈሎ ኢልና ከልና ፈሎ በልና ናይ መሰል ክንዛዓልከ ማዕረ ፈሎ ጋይ ፈሎ በልና ኣቢያ ፈሎ በሎ ታርኩስ ህዝቢ ፈሎ በሎ
ያ ፈሎ በልና ያ ኣተባብዑና ኣታ ርኹስ ህዝቢ በሎ እዞም እዞም ርኹሳት ተረዲኸና ኣባ ዓርከይ ከምዚ ብፅቡቕ ነገር ዝመፅእ ሰብ ኣይተባብዑን እዮም
ገርመካ እኳ እዩ ችል ኮይዶም ኮይዶም ሸሞንተ በፂሖም ያላ ያላ ጋይስ ፈሎ በሉና እ፣ ፈሎ በሎ ፈሎ በሎ እም፣ ሓውኹም ጅም ክምህረኩም እዩ እንታይ ደኣ ብዋ ስፖርትን ምህረኩም ኢና እያ ያው ክንጅምርና ሕጂ ትምህርቲ ብደይ ፍቓድና ክነጅምር ሓደ ዓርከይ ኣሎ ካብ ኣሰልጢንካዮ ኣለካ መስለኒ ንስካ ዲካ ወዲ ዘሩ ሓድ ኢኹም እ? ሓደ ዓርከይ ኣለዋ ኣሰልጢንኩም ኣለኹም ንስካ ዲካ ወዲ ዘሩ እንድዒ ኣየናይ እዩ? ኣየናይ መን ሽሙ ኣቢ
ኣቢ ተሰነይ ሕጂ ያ ሕጂ ኦ ማይ ቤስ እ ብሮ እሱ ስራሙ ዓርከይ ትብሉትም ኣለኹም እታ ዓብይቲ እንዲ እንታይ ትዛረብ ኣለካ ስራሙ ቤስ እንዲ ካብቶም ቀዳሞት እኳ እዩ እዎ እዎ እ?
ሓቦ

በቃ ርሓን ፈፍቅ ገና ክንግፅዓሉ ኢና እንታይ ንገብር ሞ እንታይ ንገብር ሚእቲ ዲኺ ኢልካዮ ሰሰላሳ ብላ ክንገብር ኢና ኩላትና ኣቢ
ው ኣነ ስምዓ ኣለዎ እወ ስምዓ ኣለካ ግን ናይ ዘን ትሕቲ ዕድመ መሲሉ ኣሎ እንተኸን ክብሎ ግል ክንብሎ ክልዕቁ ይትበላታ ምሳኻ ዘላት

እንክንዶ እዚ ማክስ ዝበሃል ግን ንስኸ ይኮንክን ዶ ያር ኣነ ዘይኮንኩ መሓዛ እዩ ወላዲት መሓዛ ክበረ ሰብኣይኪ ማምላ ስጋ መፅና ክስሕቡ ኢኹምን መክሲ ንዓሞ ፕራይቬት ኣለኻ ንኣቶ እው ክዛረብ ኣለዎ ክንኣምን
ድምፂ ወዲን ሰምዓ ኣለና

ሕጂ ኣቲ ለተርጥሙ ንጉስኩም ያኹርዎ ማእከል እንታይ ንጉስና ክኾን ተዛረብ ሕጂ ንስኻ ማክስ
ኣታ ገለባ በለያ ካበይ ኣመፅያና ደይ ትሙት ፅናሖም መታይገር ተዛረብ በደባ ንዕስካ ንገርና

ዋይ ትጉሕፉ ጉሕፉ ማለኩም ኩላ ማና እሞ ኣውፅኦም ኩሎም ገለ ይብል
በቃ ኣብ ድምፂ ክሰምዑ እንተ ኣብ ታሕቲ ፅንሑ ሰቐ እንደበለ ኣትመን ይውልድዎ ባዕሊ ወሪዱ ንዕመስ ክወጡ ክወጡ ኩሎም ኣንቲ ሰክትን ንጉማማ
ኣይወርድዎስ ባዕሊ ወሪዱ ኣተኸይዲ ተገምጠል ምስኡ እንታይ እዚኣ እንታይ ክዛረብ ዘለካ